ንሰንበትና ገለ ኣብቲ እዋን ለይቲ ምልሕ ምልሕ ክብሉ እንሪኦም ከዋኽብቲ ብርሃኖም ቅድሚ ክልተ ሚልዮን ወይ እውን ልዕሊኡ ዓመታት ዝተላእከ ከም ዝኾነ ንፈልጥ ዶ? ሕጂ ወዲ ሰብ ኣብዛ ዓለም ኮይኑ ብሳተላይት ናይ ቅድሚ ዓሰርተ ሰለስተ ቢልዮን ዓመታት ዝነበረ ኩነታት ናይ ጠፈር ክርኢ ምብቅዑስ ኣየገርምን ዶ? ብኣልማዝ ዝተሰርሐት ሱፐር ፕላኔት ወይ ከዓ ኣካ ሓምሳን ሓሙሽተን ከርንያ እትበሃል ፕላኔት ከምዘላኸ ንፈልጥ ዶ? እሳ ካብ መሬትና ኣርብዓን ሓደን ላይትየር ወይ ከዓ ርሕቀተ ብርሃን ብዝዕቀን ርሕቀት ካባና ርሒቓ ትርከብ እንተ ደኣ ኼድና ካብቲ ኣልማዝ ከነምፅእ ደሊና እንተወሓደ ናይ ዓሰርተ ክልተ ሚልዮን ጠፈራዊ ጃኬት የድልየና ብዛዕባ ላይትይር ካብ ተላዕለ። ላይትይር ሓደ መዐቀኒ ቅማረ ርሕቀት ኣብ ጠፈር ወይ ከኣ ኣብ ህዋ እዩ። ነዚ እንተ ደኣ ብሳይንሳዊ መዐቀኒ ኮፍ ከነብሎ ደሊና፣ ብርሃን ኣብ ሓደ ሰከንድ ሚእትን ሰማንያን ሽዱሽተን ሽሕ ማይልስ ዝኸይድ እዚ ናብ ዓመት ምስ እናምጾ ኸኣ ሽዱሽተ ትሪልዮን ማይልስ ኸውን ማለት እዩ ስለዚ እዛ ሱፐር ፕላኔት ናይ ኣልማዝ ንክንበጽሓ እቲ ርሕቀት ናታ ብ ኣርብዓን ሓደን ናይዚ ዝተዋህበ መዐቀኒ ክንዕቅን ኣለና ማለት እዩ። እቲ ንደምና ቀይሕ ሕብሪ ዝህብ ኣይሮን ዝተባህለ ማዕድን ከ ኣብ ከዋኽብቲ እውን ከም ዘሎ እስወጠና ዶ ከምኡ እውን እዚ ርሑቕ ኣብ ዘይኮነ እዋን ዝተዳህሰሰ ብላክ ሆል ዝፍለጥ ኣብ ሶላር ሲስተም ዝርከብ ዓብዪ ጸሊም ክስተት ወይ ከዓ ብላክ ሆል ከምቲ ዝተባህለ ሓደ ዘይኮነስ ኣብ ሞንጎ ሚእቲ ሽሕ ከዋኽብቲ ሓደ ብላክ ሆል ከም ዘሎ ተመራመርቲ ይግምቱ። እታ ንመሬትና ዝቐረበት ኮኸብ እንታይ እያ እስከ? ፀሓይ። ብራቮታት። እምበኣርከስ ብዛዕባ ከዋኽብትን ፕላኔታትን ካብ ባሕሪ ብጭልፋ ወይ ከዓ ጥማዕ ካብ ትሻሕሻሕታ እየ ጥባብ ኢለልኩም ዘለኹ ንሰንበትና ቅድሚ እዚ ኢለ ምውደአይ ብዛዕባ ከዋኽብቲ ዘንበብክዎ ሓደ ፍሉይ ዝገረመንን ነገር እንተሎ ግን ከዋኽብትን ምስ ልኡኻት ኣምላኽ ዘለዎም ፍጻሜ እዩ ከም ዝፍለጥ ጎይታና የሱስ ክርስቶስ ኣብ ዝተወለድሉ እዋን እቶም ሰብኣ ሰግላውያን ንናቱ ምውላድ ዝተሓበሩሉ ኮኾብ ነበረ። ካብ ደገ ዝመጹ ኣጋይሽ ነቲ ፍጻሜ ፈሊጦም ህያበ እውን ከም ዘበርከትሉ ኣብ ቅዱስ ጽሑፍ ንረኽቦ። መዓስ እዚ ጥራይ ቅድሚ ሚእትን ሰብዓን ሸሞንተን ዓመታት ድማ ሓንቲ ሱርስ ዝተባህለት ማንታ ኮኾብ ኣብ ሰማይ ክሳብ ሽሕን ሸሞንተ ሚእትን ሱሳን ሰለስተን ነበረት። እዚ ኣብ መንጎ ሽሕን ሸሞንተ ሚእትን ኣርባዓን ኣርባዕተን ስጋዕ ሽሕን ሸሞንተ ሚእትን ሱሳን ሰለስተን ዝተኸሰተ ክስተት እዚ ተማራመርቲ እቲ ዓውድን ተማራመርቲ ስነ ሃይማኖትን ውህደቶም ምስ ዝገልጽሉ እቲ እዋን እቲ ብሃኡላን ባብን ብማንታ ግልጸት ኣምላኽ ኮይኖም ዝተኸሰትሉ እዋን ምዃኑ እውን ይሰማምዑ። እምበኣርከስ ብዛዕባ እዚ ዘለኩም ኣፍልጦ፣ ንባብ፣ ካልእን ብርእይቶታት መልክዕ ክሰምዕ ደስ ምበለኒ። ኣነ ግን ኣብዚ ሰሙን እዚ ዘንበብክዎ እዚ ይመስል ነይሩ እንዳበልኩ ዝሰናበተኩም ሓብትኹም ሳባ ኪዳነ እየ። ኣብ ዕስራን ሰለስተን ጥሪ ክልተ ሽሕን ዕስራን ክልተን ካብ ፓሪስ ሰሰናዩ።